ሰላም ሰላም ንዓኹም ይኹን ክቡራት ተኸታተልቲ መደባትና ከመይ ኣለኹም? እዛ ቻነል ብቐንዱ ኣብ ስነ ጥበብ ሃገርና ዘተኮረት ኮይና ነቲ ሓቂ ካብ ማዕሙቕ በርቢራ ናባኹም ናብ ተዓዘብትና እትዘርግሕ ቻነል እያ እሞ ክትዓቢ ምትብባዕኹም ኣይፈለየና ኢና ንበል። ብኻልእ ወገን ክቐርብ ኣለዎ እትብልዎ መደብ እንተሃልዩ ድማ ጆባ ክንብለኩም ቁሩባት ኢና ዘለና ንሕጂ ድማ ናብቲ ንሎሚ ዘዳለናልኩም መደብ ከነስግረኩም ሰናይ ምክትታል። መኽሰብ ኢንተርተይመንት
ተኽትኣ ቀታሊ እዩ ምልምል ተኽሊ ሰውነታ ኸኣ ዓይኒ ዘየጽውም ስሩዕ ኣካላት እያ እትውንን ኩመላይ ሕብራ ኸኣ እሞ ንመን ዘይዕበደ ንሳ ኣብዚ እዋን ሕልፊ መዛና ኣበሊጻ ከም ፀሓይ ተኾሊዓ እያ ወትሩ ታሕጓስን ፍሽኽታን ኣብ ከጻ እዩ ዝንበብ ጥበብ ካብ ንኡሳዩ ሓሪዋ ናቲ ክትከውን ብሂጉ ልዳታ ኣርሒላ ንሳ ድማ ኣብ ውሽጣ ክነብር በሪ ልባ ከፊታትሉ ንሱ ድማ ዘይወድቕ ግዝኣት ኮይኑ ኣብ ልባ ነጊሱ ንዓኣ ድማ ከም ንግስቲ ጥበብ ኣብ በሪኻ ኣቐሚጥዋ ኣብ ባሕሪ ልባ እናሓንበሰ ናብ ውቅያኖስ ግዝኣቱ ይልእኻ ሓያል ወኒ እናርኣየት ብጃልባ ኣብ ትቐዝፈሉ ኣብ ጣዕሚ ስርሓታ ግብሪ ፍቕሪ ብግህዶ ይረአ ምስኡ ኣብ ትውዕለሉ ግዜ ዋህዮታት ልባ ብዕጽፊ ፈርዮም ባታ ይፈጥሩላ። ልቢ ተኻታተልታ በርቢራ ተነቓቕሕ። ሓንቲ ክንሳ ንኽልተ ጫፍ ስምዒት ብዝግባእ ትመልኽ። ብሞይኣ ኣብ ኩሉ ኩርናዕ ውሕልነታ ተንጸባርቕ። ኣብ ባሕሪ ሓጎስን ባህታን ሓምቢሳ ብዝግባእ ከተንሳፍፍ እንከላ ንተኻታተልታ ብሓጎስ ትመልኦም። ኣብ ማዕሙቕ ጓህን ሓዘንን ክትጥሕል እንከላ፣ ንተዓዘብቲ ልዕሊኣ ተቐንዝቦምን ተቖዝሞምን ክትላበሶ ዝተዋህባ ገጸ ባህሪ ትመስሎ ዘይኮነት ትነብሮ እያ። ነቲ ናይ ተዋስኦ ዓለም ሓቀኛ ምንባር እያ ተምስሎ። ናይ ተዋስኦ ዓለም ክንሱ እንክሓስማ ምስኣ ትቑንዞ፣ እንክትነብዕ ምስኣ ትንኽነኽ፣ እንክጥዕማ ምስኣ ምችኣካ፣ እንክትስሕቕ ምስኣ ትድሰት ሸዊት ሰረቐ። ሸዊት ንሳ ብንሳ ተጸብጺባ ሓንቲ እያ ንሳ ምስ ሞያኣ ግን ክንዲ ቡዙሓት እያ ብሃ ዘይግለጽ እንተ ኮይኑ ጥበብ ኢልካ እያ ምሕላፍ ይከኣል እዩ ንሳ ንመሳርሕታ ከም ኩሕሊ ንዓይኒ ከም መወጽኒ ስኒ እያ ስነ ጥበብ ጽባቀ እንተ ኮይኑ ወጅህኡ ድምጺ እንተ ኮይኑ ህርመቱ ዓይኒ እንተ ኮይኑ ትርኢቱ እያ ኣብ ቡዙሕ ዓውደ ስነ ጥበብ ክትሳተፍ እትፍትን ጻዕራም ብምዃና ጥራይ ዘይኮነ ተፈትራዊ ጽቧቀኣን ተውህቦኣን ንፍርያት ስነ ጥበብ ጽባቐ ኣብ ምፍጣር ዘለዎ ሓይሊ ቀራርባ ሓንቲ ካብተን ብሉጻት ስነ ጥበባውያን ሃገርና ዘብላ ተውህቦ እዩ። ሸዊት ማራኺ መልክዓን ቁመናኣን ከም ቀመም ኮይኖም ንስርሓታ ካብ ዘመቀርዮም ፍሉይ ክእለት ከም እትውንን ብዙሓት ወገናት ይዛረቡላ። እቲ ንመድረኽ ጥበብ ባብ ዘርሓወላ ጽባቕ'ያ፣ ምስ ናይ ምውሳእ ብቕዓታ ተደሚሩ ኣብ መድረኽ ጥበባት ቀልጢፋ ክትሓኩር ዘኽኣላ ረቋሒ'ዩ። ክትዋሳእ ካብ ዝጀመረትሉ ግዜ ኣትሒዛ ንኹሎም መዐቀኒታት ብምምላእ ኣብ ዕቤት ፊልምታት ሃገርና ዓቢ ኣስተዋጽኦ ዝገበረት'ውን'ያ። ከም ተዋሳኢት ልዕሊ ሰላሳ ፊቸርን ሓጸርቲ ፊልምታትን ተዋሲኣ ኣብ ናይ ተለቪዥን ተኸታታሊ ድራማታት ከምኡ'ውን ኮሜዲታት ብምስራሕ ልዑል ናይ ምውሳእ ብቕዓታ ክተንጸባርቕ ዝበቐዐት እያ። ንሳ ማዕረ ማዕረ ናይ ምውሳእ ስራሓ ከም ሞዴል ኮይና እውን ኣብ ብርክት ዝበሉ ምርኢታትን ክሊባትን ተሳቲፋ እያ። ከም ተዋሳኢት ኩሉ ዓይነት ገጸ ባህሪ ተላቢሳ ክትዋሳእ ዘይጽግማ ብሳላ ጻዕራን ናይ ምውሳእ ብቕዓታን ኣብ ህዝቢ ልዑል ተቐባልነት ዝረኸበት እያ። መልክዓን ብቕዓታን ዘመንጨዎ ጠለብታ በዚሖም ኣብ ስርሖም ክትሳተፍ ዝሓርይዋ ብዙሓት እዮም። ደረጃ ጽልውኣ ኣብ ጥርዚ በጺሑ ብዙሓት ኤርትራውያን ተዋሳእቲ ከም ሞዴለን ክቖጽርኣ ኣብ ብዙሕ ኣጋጣሚታት ተሰሚዐን እየን። ነፍሲ ወከፍ ትሕዝቶ ንሳ ትላበሶም ገጸ ባህርያት ብኣስተማቐርቲ ፍርያታ ተታሒዙ ተደጋጊሙ እዩ። ሰሓቒት ምዃና ካብቲ ፍቱው ባህርያታ እዩ። ምሳ ቀሪቦም ከዕልልዋ ዝበቕዑ ሰባት ብኣጋ ዝምስክርዎ ሓልዮታ፣ ተገዳስነታ፣ ፍቕራ፣ ዘይሕለል ተስፋኣን እዩ። ህድእትን ሕውስትን፣ ወትሩ ሕጉስትን፣ ከም ሰብ ጽቡቕ ነገር ኣዝዩ ደስ ዝብላ፣ ሰሓቕ እትፈቱ፣ ለዋህ፣ ክፉእ ነገር ምርኣይ ዘይትኽእል፣ ኣብ ምድጋፍ ስኡናትን ዘኽታማትን ክትሳተፍ እትደሊ ዓይነት ሰብ እያ። ኣዒንታ ገላጺ፣ ንብዓታኣ ደንጋጺ፣ ቃናኣ መሳጢ፣ ብዘይካ ንጽልን ጭካነን ንኻልእ ዝወሃባ ገጸ ባህሪ ክትላበሶ ዘይጽግማ ምዃኑ ስርሓታ ይምስክሩላ። ከም መጠን ብዝሒ ትዋስኦ ንዝወሃባ ገጸ ባህሪ ክትላበስ ግዜ ፈልያ ቦታ መሪጻ ጽሑፍ ፊሊም ከተጽንዕ ቃላት ምስ ምንቅስቓስ ኣካላትን ምቅያር ገጽን ሓልያ ከተወሃህድ፣ ኮታ ነቲ እትላበሶ ገጸ ባህሪ ብግብሪ ክትመስልን ከተጸባርቕን ተካይዶ ዝነበረት ጻዕሪ፣ ኣብቲ ሽዑ ሃልኪ ዝበዝሖም፣ ኣብዚ ሎሚ ድማ እናተሓበነት እትዝክሮም ጸጋታታ'ዮም። ኣብ መብዛሕትኡ ፊልምታት ከም ኣፍቃሪት ወይ ተፈቃሪት ኮይና እትዋሳእ እዛ ስነ-ጥበባዊት፣ ከም ፈቃር ስነ-ስርዓት ዘለዋ፣ መስኪን፣ ተመሃሪት፣ ፖሊስ፣ ኣላዪት ስድራን ካልእን፣ ዳርጋ ኩሉ ገጸ ባህርያት ሒዛ ብዝግባ ተላቢሳቶ እያ። ብመንጽሩ ከኣ ንብሉጽነታ ዝምስክሩ ዓቢ ኣድናቖት ተጎናጺፋ እያ። ዕብየት ስነ-ጥበባዊ ሸዊት ካብ መባእታ ክሳብ ናይ ካልኣይ ደረጃ ኣብ ዝተፈላለዩ ኣብያተ ትምህርቲ ተማሂራ። ስነ-ጥበባዊ ሸዊት ሰረቐ እቲ ናይ ስነ-ጥበብ ጉዕዞኣ ካብ ቤት ትምህርታ እዩ ዝጅምር። ነቲ ኣብ ውሽጣ ዝጉጽጉጻ ዝነበረ ናይ ስነ-ጥበብ ጥሙሕ ከኣ ቀስ ብቐስ ከተተንፍሶ ጀመረት። በዚ ዝጀመረ ጉዕዞ'ያ ከኣ ሎሚ ንሸዊት ሓንቲ ካብተን ናይ ሃገርና ዝበለጻ ተዋሳእቲ ገይርዋን ዝርከብ ዘሎ። ከም ተዋሳኢት ኩሉ ዓይነት ገጸ ባህሪ ተላቢሳ ክትዋሳእ ዘይጽግማ ሸዊት፣ ሚዛን ዓቕማ ከተመስክር ኩሉ ግዜ ኣብ ጻዕሪ'ያ ትርከብ። በዚ ድማ ክሳብ ሕጂ ዝተፈላለዩ ፊቸርን ተኸታተልቲ ፊልምታትን ናይ መድረኽ ድራማታትን ኣብ ምስራሕ ትርከብ ኣላ። ሸዊት ብስነ ጥበብ ጥራይ ክትዓቢ ድሌት የብላን። በዚ እዩ ድማ ከም ሞዴል ኮይና ነዚ በጺሓቶ ዘላ ደረጃ ብምዕባይ ናብ ዓለማዊ ተፈላጥነት ከተንጸባርቖ ዘይትደሊ ኣይኮነትን። ነዚ ባህጊ ክውን ንምግባር ድማ ኣብ ጻዕሪ ከም እትርከብ እያ ትገልጽ። ብዘይ ምስልካይ ድማ ናብቲ ዝበረኸ ደረጃ ክትበጽሕ ኣብ ቃልሲ እያ ትርከብ። ዝበዛሕና መንእሰያት ብባህሪና ንነገራት ባዕልና ፋሕተትር ኢልና ኢና ክንምኮረሎም ንደሊ። ንሞያኻ ከተሐይል ወይ እውን ንቕሓት ክትውስኸሉ ናይ ግድን ንሞያኻ ዝምልከ ስሩዕ ትምህርቲ ክትከታተል ከም ዘለካ ዝመስሎም ሰባት ውሑዳት ኣይኮኑን። ትምህርቲ ዘሰነየ ሞያ ዝበለጸ ምዃኑ ግን ዘይከሓድ ሓቂ እዩ። ሞያኻ ከተዕብን ዕውት ኮንካ ክትወጽእን ግን ድልየትን ኣእምሮኻ ምኽፋትን ጥራይ ይሃሉ እምበር ዘጸግም ከም ዘይኮነ ሸዊት ኣብነትና እያ። ኣብ ዕድመ ንእስነት ዘሎ ሰብ መብዛሕትኡ ግዜ ካብቲ ዝሓለፎ ወይ እውን ካብቲ ዘበርከቶ ንላዕሊ ብዛዕባ መጻምድኡ እዩ ዝሕተት። ምኽንያቱ ትጽቢት ፈታዊን ፈላጢኡን ኣዝዩ ልዑል ብምዃኑ። እቲ ምንታይ ከም በዓል ሸዊት ዝኣመሰላ ኣብ ንኡስ ዕድሚኤን ብርክት ዝበለ መሳጢ ምርኢታት ዘቕረባ ስነ-ጥበበኛታት ጽባሕ ንግሆ ካብ ዘለወኦ ንላዕሊ ኣበርቲዔንን ሓዪለንን እንተድኣ ሰሪሐን ክዓብያሉ ዘኽእል መድረኽ ርሒብ ብምዃኑ ካብ ስድረን ጀሚርካ ዝጽበየን ብዙሕ እዩ። ሸዊት ብፍላይ ኣብዚ እዋን እዚ ትዋስእን ካብ ዘላ ኣብ ፊልምታት ብፍላይ ድማ ኣብ ፊልም ለውሃትን ክንፈትሖም እንዶን ዘንጸባረቐቶ ብቕዓት ናእዳን ክብርን ኣውሂብዋ እዩ። ሸዊት ክሳብ ሕጂ ተዋሲኣትለን ትርከብ ፊልምታት ከኣ ነዚ ይመስላ፣ ብፍቕሪ ቅተለኒ፣ ብፍቕሪ ሓጢኤ፣ መማስልቲ፣ ዜማ፣ ሄርሞን፣ ሰልሚ ሓሳብ፣ ልቢ'ዩ ዝርኢ፣ ኦሪት፣ ጌጋ ቅማረ ድራማ ዕለት ኣይትምከሩኒ ሓይሊ እቲ መስመር ቆጸራ ሓፍቲ ሰይጣን ሙድ ፍቅሪ ፈቃር ጾር ፍቅሪ ታካረ ኣይንነጻጸል ጠበሽ እምነት ንመን ጌጋ ፍቁራት ማሕላኻ ጾሎት ሰብን ካልኦትን ተዋሲኣ ብቅዓታን ክእለታን ኣመስኪራ እያ። ተዋስኦን ሞዴልን ሓደ ካብ ቀንዲ ጸላዊ ሓይሊ ስነ ጥበብ እዩ። ንተዓዛቢኡ ድማ ተምሳጥን ጽልዋን የሕድር። ብፊሊም ኣቢልካ ዝተፈላለየ መልእኽትታት ከተሕልፍን ክትጉስጉስን ዝከኣል እዩ። ደቂ ሰባት ዝያዳ ተኻሊ ነገራት ብመልክዕ ፊሊም ኣቢልካ ተሕልፎ መልእኽትታት ብዝያዳ ኣብ ርእሶም ይሰፍር። ናብ ፍቕራዊ ጉዕዞ ሸዊት ሰረቐ ክንምለስ። ቅድሚ ሒደት ዓመታት ሸዊት ምስ ውሩይ ገጣማይ ሃገርና ሃብቶም ተወልደ ሃፋም ብዕርክነት ትዘውር ከም ዝነበረት እዮም ብዙሓት መሳርሕታ ዝገልጹ። ኮይኑ ግን ኩሉ ዝጀመረ ፍቕሪ ይዛዘም ማለት ስለ ዘይኮነ ግን ተፈላልዮም። እምበኣርከ ዝኸበርኩም ተኸታተልቲ መደባትና ንሎሚ ዝበልናዮ ትሕዝቶ እዚ ዝሰማዕኹምዎ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉእ እዩ ተስፋና። ኣብ ቀጻሊ ብኻልእን ሓድሽን ትሕዝቶ ክሳብ ንምለሰኩም ጸጽቡቑ ንምነየልኩም። ክቡራት ተኸታተልትና ከም ወትሩ ስታፊኹም ኣብ መደብና ዕዙዝ ስለ ዝኾነ ርኢቶ፣ መእረምታን ነቐፌታን ኣብ ምሃብ ኣይትሕመቑ። ከምኡ ውን ብወገንና ክቕርብ ኣለዎ ትብልዎ መደባት ጆባእ ክንብለኩም ወትሩ ቁሩባት ኢና ዘለና። ኣብዛ መደብኩም ድማ ክቐርብ ኣለዎ እትብልዎ ስነ ጥበባዊ ኣብ ኮመንት ክትጽሕፉልና ኢና ንላቦ። ኩሉ እቲ ዝቕጽል መደባትና ኣብ ሰሰዓት መታን ክበጽሓኩም ከኣ ሳብስክራይብ ብምግባር ነታ ናይ ደወል ምልክት ምጽቃጥን ሼርን ምባል እጃምኩም እዩ እሞ ኣይትረስዑ እናበልና ደጊምና ብምክትታልኩም ኣዚና ኢና ነመስግን። ኣብ ቀጻሊ ብኻልእ ዝተፈላለዩ መሃርን ኣዘናጋዕን ትሕዝቶታት ክሳብ እንራኸብ ሰላም ጥዕናን ራህዋን ንኹልና ሰሰናዩ።